ፕረዚደንት ሃገረ ኣሜሪካ ዶናልድ ትራምፕ ቅትለት ክርስትያን ኣብ ናይጀርያ እንተቐፂሉ ተወሳኺ ጥቕዓት ከም ዝፍፅም ኣጠንቂቑ። ብምኽንያት ንልዕሊ 12 መዓልታት ኣብ ኢራን ዝቐፀለ ሰልፊ ተቃውሞ ግልጋሎት ኢንተርኔት ተቋሪፁ። ኣብ ኣሜሪካ ፖርትላንድ ብሰንኪ ሓይልታት ጸጥታ ፌዴራል ዝኸፈትዎ ተኹሲ ክልተ ሰባት ቆሲሎም ሰላምታና ንናብ ዘለኹም የብጻሕኹም ክብራትን ክቡራንን እዚ ኤሮራ ሚድያ እዩ እንሆ ዜናታት እዚ ዕለት ብኣርእስተ ዜና ፈሊምናዮ ኣለና ካብ መባእታ ክሳብ መወዳእታ መደብና ሓቢርኩምና ክትጸንሑ ብኽብሪ ንሕድም ሰናይ ምክትታል ፕረዚደንት ሃገር ኣሜሪካ ዶናልድ ትራምፕ ቅትለት ክርስትያን ኣብ ናይጀርያ እንተቐፂሉ ተወሳኺ ጥቕዓት ከም ዝፍፅም ኣጠንቂቑ። ፕረዚደንት ሃገር ኣሜሪካ ዶናልድ ትራምፕ ኣብታ ምዕራብ ኣፍሪካዊት ሃገር ናይጀርያ ቅትለት ክርስትያን እንተቐፂሉ ተወሳኺ ደብዳብ ኣየር ክገብር ከም ዝኽእል ኣጠንቂቑ። ዶናልድ ትራምፕ ምስ ኒውዮርክ ታይምስ ኣብ ዝገበሮ ሰፊሕ ቃለ መሕትት ኣብ ሰሜናዊ ናይጀርያ ኣብ ሰሜናዊ ናይጀርያ ግዛኣት ሶኮቶ ኣብ መዓልቲ በዓል ልደት ንእስላማውያን ዕጡቓት ዕላማ ዝገበሩ ጥቕዓት ኣካል እቲ ሰፊሕ ወፍሪ ድዮም ንዝብል ሕቶም ሓደ ግዜ ደብዳብ ከካይድ ደልየም ነገር ግን ክርስትያን ምቕታል እንትቐጺሎም ብዙሕ ግዜ ደብዳብ ክፍጸም እዩ ክብል ብግልፂ ኣብሪሁ። ቅድም ክብል መንግስቲ ናይጀርያ ትራምፕ ንክርስትያን ካብ ጥቕዓት ጂሃዲስት ክሕለዎም ኣይከኣለን ብምባል ንዝቐረበ ክሲ ነጺግዎ። ወሲኹ ድማ ሙስሊም ክርስትያን ኮኑ ሃይማኖት ኣልባ በቲ ደብዳብ ዕላማ ከም ዝተገበሩ ገሊጹ። ኣብ ዝሓለፈ ዓመት ብሓደ ሓደ የማናይ ክንፊ ኣሜሪካውያን ኣብ ክርስትያን ናይጀርያ ምጽናት ዘርኢ ከም ዝተፈጸመ ዝገልጹ ክስተት ምውጻእ ጀሚሮም ኣለዉ። ኮይኑ ግና ኣብ ፖለቲካ ናይጀርያ ጎንፂ ዝከታተሉ ትካላት ከም ዝብልዎ ኣብዝሓ ግዳይ መጥቃዕቲ እቲ ጉጅለ ጂሃዲስት ሙስሊም ከም ዝኾኑ እዮም ዝዛረቡ። ዶናልድ ትራምፕ ዕለተ ሓሙስ ኣብ ዝወፀ ቃለ መሕትቱ ብዛዕባ እዚ ጉዳይ እንትሕተት ሙስሊም እውን ኣብ ናይጀርያ እናተቐተሉ እዮም ኢለ እየ ዝኣምን ግን ድማ ኣብዝሕኦም ክርስትያን እዮም ክብል መሊሱ። ኣቐባሊ ቃል ሚኒስትር ጉዳያት ወፃኢ ናይጀርያ ብዛዕባ ተወሳኺ ደብዳብ ኣየር መልሲ ካብ ምሃብ ተዓቂቦም ኣለዉ። ቢቢሲ ረኺበዮ ዝበሎ መልሲ ግን ብሓባር ምክብባር ብዓለም ለኸ ሕግን ብሉዓላውነት ናይጀርያን መሰረት ብምግባር ኣናጻይ ብዝኾነ መልክዑ ኣሜሪካ ሓዊሱ ምስ ኩሎም መሻርክትና ምስራሕ ክንቅጽሎ ኢና ናይጀርያ ንኹሎም ዜጋታታ ክርስትያን ኮነ ሙስሊም ብዘይ ኣድልዎ ንምሕላው ቆራጽ ኮይና ክትቅጽል እያ ኢሎም ክብል ጸብጺቡ ልዕሊ 230 ሚልዮን ዝኾነ ህዝቢ ናይጀርያ ብደቡብ ዝርከቡ ክርስትያንን ብኣንፈት ሰሜን ዝርከቡ ሙስሊምን ብማዕረ ዝሓቖፈ እዩ ብምኽንያት ንልዕሊ 12 መዓልታት ኣብ ኢራን ዝቐጸለ ተቓውሞ ሰልፊ ግልጋሎት ኢንተርኔት ተቋሪጹ ሓሙስ ምሸት ኣብ ዝተፈላለዩ ከተማታት ኢራን ተቓውሞ ሰልፊ ምክያዶም ስዒቡ ኣገልግሎት ኢንተርኔት ምቁራጹ ኔትብሎክስ ገሊጹ። ኣብ ዝተፈላለዩ ከተማታት ንዝተኻየደ ተቃውሞ ሰልፊ ስዒቡ ካብ ኢስታንቡል ቱርክ ናብ ቴህራን ዝግበር በረራ ተሰሪዙ ተጓዓዝቲ ነፈርቶም ኣብ መዕርፎ ነፈርቲ ቴህራን ንክዓርፍ ከም ዘይተፈቕደሎም ገሊጾም። ናብ ከተማታት ታብሪዝን ኢስፋሃን ዝግበሩ በረራታት ብተመሳሳሊ ምስራዞም ተሰሚዑ። ብምኽንያት ኣብ ኢራን ዘጓነፈ ናህሪ ዋጋ ዝተልዓለ ተቓውሞ ሰልፊ መበል 12 መዓልቱ ሒዙ ኣብ ዘለሉ እዋን ፍጥነት ኣገልግሎት ኢንተርኔት ብኸቢድ መልክዑ ክቕንስ ከም ዝተገበረ ተገሊጹ። ተቓወምቲ ሰልፈኛታት ኣብ ገለ ከተማታት መኻይን ፖሊስን ትካላት መንግስትን ብሓዊ ከም ዘንደዱ ዘርእዩ ምስልታት ብሰፊሑ ይንቀሳቐሱ ኣለዉ። ኣብ ኣሜሪካ ፖርትላንድ ብሰንኪ ሓይልታት ጸጥታ ፌዴራል ዝኸፈትዎ ተኹሲ ክልተ ሰባት ቆሲሎም። እዚ ዝኾነ ሰበስልጣን ኤፍቢኣይ ነቶም ናይቲ ከባቢ መርመርቲ ከም ዘየጠቓለሉ ድሕሪ ምፍላጦም እዩ ብዝሓለፈ ረቡዕ ረኔ ኒኮል ጉድ ንፖሊስ ክትገጩ ፈቲና ብዝብል ብጥይት ከም ዝተቐትለት ዝዝከር እዩ ብዛዕባ እቲ ጉዳይ ንምፍላጥ ኣብ ናይ መጀመርታ ደረጃ ኢና ዘለና ክብሉ ሓለቓ ፖሊስ ፖርትላንድ ቦብ ዴይ ገሊጾም ብምኽንያት እቲ ዝተፈጸመ ተኹሲ ብዙሓት ብዙሓት ዝስምዖም ዘሎ ሓያል ስምዒትን ወጥረን ንርዳእ ኢና። ይኹን እምበር ተወሳኺ ሓበሬታ ንምርካብ ክሳብ እንሰርሕ ሕብረተሰብ ክረጋጋዕ ንሓትት ድማ ኢሎም ኣለዉ። እቲ ኣብ ሃዘልውድ ንዘጋጠመ ፍጻመ ዝምልከት ምርመራ ኤፍቢኣይ ብላዕለዋይነት ይመርሖ ከም ዘሎ ሓቢሮም። ከንቲባ ፖርትላንድ ኪት ዊልሰን ብወገኖም ኣባላት ሓይልታት ኢሚግሬሽንን ጉምሩኽን እቲ ምርመራ ክሳብ ዝዛዞም ኣብታ ከተማ ዘለዎም ኩሉ ዓይነት ስራሕቲ ደው ከብሉ ጻውዒት ኣቕሪቦም ወሲኾም እውን እቲ ምምሕዳር ንዓና ንምፍልላይን ህዝቢ ነንባዕሉ ንምግጫውን ይፍትን ኣሎ ፖርትላንድ እዚ ነንባዕልና እንተሓጋገዘሉ ግዜ እዩ ክብሉ ኣብሪሆም ፖርትላንድ ቅድሚ ሕዚ ዓበይቲ ተቓውሞታት ጸረ ትራምፕ ዝተኻየደላ ቦታ እያ። ብረቡዕ ምሸት ፖሊስ ፖርትላንድ ሓደ ተቓዋሚ ንኻልእ ውልቀ ሰብ ብኻራ ከፈራርሕ ድሕሪ ምርካቦም ኣብ ትሕቲ ቁፅፅር ኣውዒሎሞ። ዲሞክራሲያዊ ሴናተር ሎው ፍሬድሪክ ንሚድያታት ከም ዝገለጽዎ ሰበስልጣን እቲ ከባቢ ኣብቲ ብሓሙስ ዝተፈጸመ ምርመራ ተኹሲ እንተዘይተሳቲፎም እቲ ሕብረተሰብ ውፅኢቱ ገለልተኛ ኣይኮነን ኢሉ ስለ ዝኣምን ክቕበሎ ኣይኽእልን ኢሎም። ንነዊሕ ሰሙናት እቲ ወጥሪ እናወሰኸ ምምፅኡን ኣብ መንገድታት ድማ ወጥሪ ዝነገሶም ኩነታት ከም ዘለዉ ግልፂ ኮይኑ ኣሎ ክብሉ ኣንጻር ምሕደራ ትራምፕ ኣብታ ከተማ ዝካየዱ ሰልፍታት ብምጥቃስ ተዛሪቦም። እቲ ዘጋጠመ ዘሕዝን ኩነታት ድማ ቅድሚ ሕዚ እውን ዝተገመተ ይመስለኒ ክብሉ እውን ኣብሪሆም። ክቡራትን ክቡራንን ንሎሚ ዝነበሩና ዜናታት እቶም ክትከታተልዎም ጸናሕኹም ይመስሉ ነይሮም። ንምክትታልኩም ኣዝና ነመስግን። መደባትና ቀልጢፎም ክበጽሕኹም ላይክ፣ ሸር፣ ሳብስክራይብ ብምግባር ቤተሰብ ኩኑ። ሰላም